ሰላም ሰላም ሰላም ናይ ቻናል ተኸታተልቲ ከመይ ናኹም ደሕና ድኹም? ኣነ ሰላም ኣምላኽ ይመስገን። በብለለኹሞ ሰላምኩም ብዝሕ ትርፍ የለለይ ናብርኩም በኣርካስ ቻናል ሓደሽቲ ዝኾንኩም ሳብስክራይብ ብምግባር ቤተሰብ ኩኑ። ቤተሰብ ድማ ሃምብል ሞድ ማለት እዩ። ላይክ ሃናፂ ዝኾነ ሪኢቱኹም ኣብ ኮሜንት ብምቕማጥ ስለትገብሩለይ መበረታዕ ደማ ካብ ልቢ ይቐንየለይ እናበልኹ ሃመይ እንእኹም ሃመይ ውዕልኹም ሃመይ ምሽኹም ኣነ ሰላም ኣምላኽ ይመ ብርናኹም ሰላምኩም ዘሕላወኹ ብድጋሚ እምበኣርከስ ያው ናይ ሎማዓንቲ ቪድዮይ ደማ ብድጋሚ ናይ ልሊ ኣሌክሲ ይኾን ማለት ይኩራተይ ያው ከም ብልሙድ ኩላትና ንፈልጦ ኣብ ሎሚ እዋን ኣብ መንጎኦም ዝኾነ ግጭት ከም ዝተፈጠረ ኢና ንፈልጥ እና ያው እና ሊሊ ያው ናብ ትግራይ ከም ዝኸደት ኣሌክስ ገዲፋቶ ናብ ትግራይ ከም ዝኸደት ኢና ንፈልጥ እና ትማሊ ያው ሎማዕንቲ ትማሊ ምስ ማዘር ኣሰርሓ ናብራ ቪድዮ ሎማዕንቲ ድማ ምስ ኣዶ ኣሌክስ እያ ኣሰርሓና። ኣዶ ኣሌክስ ኣለሃው መብራህርህን ነው ማለት እዩ ብዛ ኣጋጣሚ እና እንታይ ኢልኾን እሱ ልብል ሓርና ንርእዮ ንኾን ኢና ማለት እዩ ኩራተይ ያው ብመጀመርያ እውነት ከየድነኹውን ይሓልፍ ኩሉ ግዜ ብጣዕሚ ደስ ዝብላኻ ዋላ ንግግረና ምስ ሃናጺ ዝኾነ ሓሳበን ይኹን ምኽረን ብጣዕሚ ደስ ዝብለካ እና ብመጀመርያ ልልየ ከጌገኛ እቲ ጌጋ ኣብኣኺ እየ ንብለንኣ ማለት እዩ ንልሊ ያው እቲ ጌጋ ኣመል ወደይ ይፈልጥ እየ ናቱ ጠባይ እውን ትፈልጥዮ ኢኺ እና ናይ እማትኺ ገንዘብ ንምንታይ ትቕበሊ እየ ንብለን ማለት እዩ ያው እቲ ገንዘብ ኣነ ይኹን ከይተቐብለዮ ምስ ኣተየ እዩ ትነግርኒ ኣብላ ልልና ዋላ ይኹን ግን እስኺ እንደዚ ዝኣክል ኣይትብል ይነበርኪ ምክንያቱም ሲ እሱ ጠባይ ስለ ትፈልጡ እዩ ናይ ማቱ ገንዘብ ወላ ኣምስስ ከምለይ ፎቲ ከምለይ ለደሊ ትፈልጥ ኢኺና ንምንታይ ክትቐብልኺ የን ኢለና

ግን ንሳትሎላ እቲ ኣካውንት ኣነ ይሃብክዎይ ናተይ እንትን ይኮነ ይኣትላ ማለት እዩ እና ብዘጋጣሚ ማለት እዩ ቤተሰብ ሃም ወላድት መጠን ግን ሓደ ጎደሎ ኣለዎሲ ዋላ ይኮሪ ሳንጣ ሑዙ ምውፃእ ኣይነውረይ ሳንጣ ሕዝካ ምውፃእ መፍትሒ ይኮነ ፅቡቅ ይኮነ ንብለን ማለት እዩ እዘን ወላድት ያው ግን ኣነ ወላዲት ናቱ ወላዲት ደኣ ኮይና ከይትብኒ እምበይ እስኺኺ እቲ ጌገኛ እስኻ ኣባኺ እንሆ እቲ ጌጋ እዩ ንብለን ማለት እዩ ብልዓቢ ኣባኺ እንሆ ጌጋው የንብለና ማለት እዩ ንልሊ ያው ግን ብዚ ኣጋጣሚ ደስ ዝብለካ ነገር ንምዕራይ ንሙክር ኢና ንተዓረየኩም ኢና እዚ ነገር እዚ ክንደይ ዓመት ልፀዓርኩምሉ ልሃንፅኩሞ ፍቅሪሲ ሓዳርሲ ከምዚ ገይርካ ክፈርስ የብሉን እለን ማለት እዩ እዘን ወላድት ብጣዕሚ ደስ ዝብል ኩላትና እውን ደስ ኢሉና ማለት እዩ ቤተሰብና። ያው ክንድዚ ዓመት ዝሃነፅኻዮ ፍቕሪ ብዙሕ መስዋእቲ ዝኸፈልካሉ ፍቕሪሲ ብሓደ ግዘ ክፈርስ የብሉን ዋላ ናይ ኩልና ሓሳብ እዩ ማለት እዩ። በዚ ኣጋጣሚ ናይ ሊሊ ኣደ ኣብ ጎንና ትማሊ ማለት እዩ ሒዛቶ ቀረባ ንብረና ንሳ እውን ልክዕ ከምኡ ማለት እዩ እና እውነት ብጣዕሚ እዩ ደስ ዝብለካ ኣብ ቤተሰብ ምትሕልላይ ተልዩሎ ብጣዕሚ ደስ ዝብለካ ለሐጉሰካ ለማለት እዩ። እና እሰን እውን ያው ኣሌክስ ይፈልጦ እዩ ኣሌክስ ዕድሚኡ እዩ ንእሽተይ ኢላ ኣተሓሳስብኡ ልባም ዓማዓዊ ዓብይ ሰብ እዩ። እና ካብኡ ከምዚ ዓይነት ነገር እይጽበይ ታይ ስለ ልገበርክዮ ታይ ስለ ልገበርክዮ ከም ዝገብሩለኒ እየን ዋላ እተን ናታ ቤተሰብ ትነግረና ማለት እዩ ብእውነት ኣነ ደስ ለብለን ነገር እቲ ጥያቄ ማዘር እና ነንቤታ ማለት እዩ ትጥይቕ ኣለዋ ልጥይቓ ጥያቄ ስ ብጣዕሚ እዩ ልሐጉሰካ ማለት እዩ ምክንያቱ ታይ ስለ ልገበርክዮ እዩ ከም ዝገብሩ ታይ ኣጥፍእኺ ስለ ለጥፍእ ኪዳን ብለይ ምንም ነገር ከምዚ ገብሪ ናይ ኣሌክስ ጥራይ ንፈልጦ ኢና ናይ ኣሌክስ ልዕሊ ስሙ እዩ ዕድመኡ ንእሽተይ ኢላ ልቡ ኣተሓሳስባኡ ብጣዕሚ እዩ ንፉዕ ገበዝ እዩ እንደ ማለት እዩ ናይ ልሊ ኣደ ኣለ ማለት እዩ እና ያው ከምዚ ዓይነት ቤተሰብ ትልየካ ለለ ብጣዕሚ ደስ ላብል በጋጣሚ ትፈታዊኡ ማለት እዩ ስለ ልባማት ተሓሰስኡ ልባም ምዃን ሲ ያው ድሕማንለ ምስክር ለውልና ያው ግን እዚ ልገበርዎ ነገር ግን ኣነ እንትን ይብለ ኣይሕስቢ ማለት እዩ ምክንያቱ ወላ ህልክ እዩ ወላ እሱ ወላ ሳላ ተፋታቶ ይንሃለ ይስል ግን በቃ ህልክ እንኸውን በቃ ህልክ ውይ በስማም እና ህልክ ለይጠቅም ምዃኑ ካብዛቶም ንመሃር ንህና ዂላትና ዋላሲ እዚ ነገር እዚ ፕራንክ እዩ፣ እዚ ነገር እዚ ገለ እዩ ንብል ነበርና እና ናብ ትግራይ ከይደ ኣብ ወለዲ ወጽኩ ወለዲ ሃምዚ ጨናንቖ ምናምን ስለ ናይ ዮም ኢና ኖርማል ምዃኑ እንትንና ኣምና ማለት እዩ ዳኒ ኣያምናይ ነበርና ሻብ ዝወቕቲ ማለት እዩ። ያው ዘቕጥሰቃ ፕራንክ ልኾን ፕራንክ ኢለ ኣና ኽላትና ናትሸወድና ኣንና ማለት ቤተሰብና ግን ኸዚ ግን ኖርማል እየ ቃብ ቤተሰብ ወፅሕስ ደግም ፕራንክ ኢልና ይንሕሲ ግን ያው ቤተሰብ ኩሉ ነገር ፈትሖም ኣፀኣት ተዓርቖም ሓደ ገብርዎም ድማ ናይ ኹሉ ጊዜ እንትናዩ ማለት እዩ እውነት ናይ ኹሉ ጊዜ ጸሎትና እዩ ከምዚ ኣዳልልሊ ከዝ ትነግርለስ ብእውነት በቃ ብስሚት እያ ትነግር ምክንያቱ እሲ በቃ ለኣ ብጣዕሚ እያ እንትን ኢላ ኮርየትላ ማለት እዩ እና ንምንታይ በቃ ተፃልእኹምስ ንምንታይ እዩ ናብ ሚድያ ክወፅእ ንምንታይ እና ታይ ስለ ዝገበርኺ ኣሌክስ እንታይ ስለ ዝበደልክዮ ታይ ስለ ሕማቅ ስለ ዝገበርክዮ ታይ ዳኣሚ ካብ ዘይረት ልዑል ሃምዚ ይገብረኪ ኣነ ጠባይ ይፈልጦ እየ ጠንቅቀ እየን ብለና ማለት እዩ እተን ወለድታና በእውነት ያው ውሽጦም ባዕሎም ይፋለጡ ግን እንዳየን ልባ ምዃኑ መስተውዕል ምዃኑ ይናገር ኣለዋ ማለት እዩ ግን ዋላ ናይ ኣድኡ ኣሌክስ ዋላ ናይ ኣድኡ ናይ ኣደ ኣልልስ ንምንታይ ናብ ሚድያ ክወፅ ዝብለን እየን ኩለን ኮረየን ማለት እዩ እና ማንኛውም ነገር ናብ ሚድያ ክወፅ ፅቡቅ ኣይኮነ ይነብሩ ምክንያቱ ዝስራሕ ነገር ብዙሕ ነገር ነው ብዙሕ ትሰርሕ ትኮይንካ ኣብ ሓደ ኮይንካስ ብዙሕ ነው እና ጽልኢ ግን ላብ ሚድያ ኣውጽኻ ቀጻልና ንሕና ርኣዩና ገለ ገለ ማለትስ ብጣዕሚ እዩ ልድብር ማለት እዩ እውነት ሼም እዩ ኢልና ቤተሰብ ያው ብጣዕሚ እዩ ልገርም ያው ሊሊየ ኣሌክስ እውን ነገሩ ኩሉ ብውሽጢ ተትፈትሕዎ ደስ ምበለና ኩሉ ደስ ምበለ ምክንያቱስ ናብ ሚድያስ ልገደደ ላበኣሰ ልገደደ ላተውዓውዐ ክኸተለ ኮይኑ ሚድያ ወፂእኻ ዝፍታሕ ነገር ክህሉ እዩ ኢለ ኣነ ብኣነ ይሓስብ ማለት እዩ እና ያው ናብ ደገ ምውፃእ ፅቡቅ ኣይኮነን እዩ ንፋስ መእተዊ እዩ ናብ ሚድያ መእተዊ ምውፃእ ማለት ተፃሊእናስ ንፋስ መእተዊ እዩ ምክንያቱ ያው ትፃላእ ኣለኻ ላብ ሚድያ ክወጽእ የብሉ የሉላን ምክንያቱ ያው ደገ ደገ ምውጻእ ምፋኻድ ኣብ ደገ ምውጻእ ጽቡቕ ኣይኮነ ኢለ እየ ልሓስብ ምክንያቱ ብውሽጢ በቃ ቃሪዶ ላብ ሚድያሲ ኣብ መንጎኻስ ዋላ ዋላ ደገ ልክዕቲስ ጽቡቕ ኣይኮነ እየ ልብል በቃ ብባዕልኻ ተትፈትሖ ኩሉ ግዜ ልሰርሖ ኩሉ ግዜ ልናገሮ ቃላት እዩ ዝና ዋላ ዋላ ድስ ኣብ መንጎኻ ኣትዩ ገለ ገለ ክለካ ጽቡቕ ኣይኮነ እዩ በቃ ነገራት ባዕልኻ ትፈትሖ። የእሉላኒ ማለት እዩ። ኣብ መንጎኻ ማንም ይኹን ማንም ክኣቲ ይውል የልብል ኩሉ ግዜ እና በዚ ኣጋጣሚ ናይ መጨረሻ መደምደምተይ ነዞም ቤተሰብ ዞም ከየድነቑ ይሓልፍ እዩ ማለት እዩ ብእውነት ናይ ሊሊ ሓማታ እውን ወለዳ እውን ብዘለፀ ወለዳ ብእውነት ብጣዕሚ ንፉዓት በሳላት ኣተሓሳስበን ድማ ብጣዕሚ ደስ ዝብለካ ቤተሰብ ማለት እዩ እውነት ከየድነቕኹወን ይሓልፍ ወላዲ ሃምዚ ኸርኸት ከለኻዩስ በቃ ልውላዱ ተይ ስለ ልገበርኪ ልሓትት ወላዲ ብእውነት ኣነ ግርም ይብልንና እግዚኣብሔር ኣምላክ ዕድሜ ጥዕና ይሃበን። ደስ ብሎ ቤተሰብ የን ለቕንኣና ያው ቤተሰብ ናይ ሎማዓንቲ ቪዲዮና እዚ ይመስል ነብሩ። ያው ብቐፃሊ ቪዲዮ እስካብ ንራኸብ ሰሰናይ ነልኩ እዚ ክሳናወተኩም ማለት እዩ። ቻው ሰሰናዩ ጠጥዕሙ ንዓኹም ክቡራት ናይ ቻናለይ ተኸታተልቲ